ካብ ፍቓድ ኣምላኽ እቲ እንመሃረሉ ወንጌል ወንጌል ዮሓንስ ምዕራፍ ክልተ ካብ ፍቕዲ ሓደ ክሳብ ዓሰርተ ክልተ ዘሎ ኮይኑ ኣብዚ መዝሙር እውን ክዝመር ዝጸንሐን ኣብዚ ኣቐዲምና ድማ ጸሎትና ከነንብቦ ዝጸናሕናን ክኸውን እቲ ወንጌል ምሉእ ዝኾነ ወንጌል እዩ። ጎይታናን ኣምላኽናን መድሓኒናን ኢየሱስ ክርስቶስ ናይ መጀመርያ ተኣምር ዝገበሮ እዩ። እቲ ቃል ኣምላኽ እንታይ እዩ ዝብለና ክጅምር ከሎ ኣብ ቀና ናይ ገሊላ ኣብ ሳልሳይ መዓልቲ ከኣ እዩ ዝብል። ቅድሙ ዘጋጠመ ኩነታት ብዛዕባ ናይ ዮሃንስ ንክርስቶስ ምጥማቕ እውን ጐይታ ካብ ደቀ መዛሙርቲ ዮሃንስ ዘለዎ ከም ዝሰዓብዎን ክነግረና ጸኒሑ ኣብ ሳልሳይ መዓልቲ ይብለና። ኣብ ሳልሳይ መዓልቲ ኣብ ቃና ናይ ገሊላ መርዓ ዀነ ብምባል ነቲ ታሪኽ ኪጅምሮ ከሎ ዝጸሓፋ ኢና ነንብብ። እቲ ቃል ኣምላኽ ኣብኡ ደው ኣይበለን፣ ኣብቲ መርዓ ኸኣ ኣዲኡ ማርያም ነበረት ይብል። ብዛዕባ ቅድስት ድንግል ማርያም ነበረት እዩ ንኽዛረብ ከሎ ብዛዕባ ጐይታ ንደቂ መዛሙርቱ ንምግዛእ ዝተዛረቦ ቃል እንተነይረሉ ግን ኢየሱስ ምስ ደቂ መዛሙርቱ ከኣ ተዓዲሙ ነበረ እዩ ዝብል። እቲ መርዓ ከም ልሙድ መርዓ ክቕጽል ክኸይድ ከሎ ወይኒ ተወዲእዎ ሓደ ዓብዪ ውራይ ኣዳሊኻ እሞ ኸኣ ኣብ ከም እስራኤል ዝኣመሰላ ሃገር ሓደ ካብቲ ልክዕ ኣብ ሕብረተሰብና እቲ ሜስ ይኹን ስዋ ኣብ መርዓ ውራይ ከም ዝቕረብ እሞ መርዓ ኣዳሊኻ ስዋኻ ክውድኣካ ከሎ ከም ኣብ ዓዲ ዘሎ መርዓ ሕሰቦ ካብዚ ዝዓቢ ዘሕፍር ወላ ሓንቲ ነገር ክመጸካ ኣይክእልን እዩ እቲ ወይኒ ተወዲኡ ኣደ ጐይታ ምዃን ስንግል ማርያም ናብ ጐይታ እያ እንዳጐየየት ከይዳ ዝተዛረበታ ቃል እንተ ነይሩ ድማ ወይኒ እምበር የብሎምን ብምባል እያ ተዛሪባቶ። ጐይታ ኸኣ መሊሱላ። ብዙሓት ሰባት ብዝግባእ ዘይርድእዋ መልሲ እንተ መሊሱላ ዝተዛረባ ቃል እንተ ነይሩ ድማ ኣቲ ሰበይቲ ምሳኺ እንታይ ኣለኒ ዝብል እዩ። ብዛዕባ እዚ ብዙሕ ግዜ ኣይትን ካብ ዝሓለፈ እዋናት ተመሃህርና ኣሎ ስለ ዝኾነ ኣብዚ ነጥቢ ኣይኮንናን እነተኩር። እንተኾነ ግን ቅድስት ድንግል ማርያም ነዚ ዝረዘባ ሰሚዓ ዝብኢ ሱቕ ኣይበለትን ናብቶም ተዓጠቕቲ ናብቲ ዳስ ከይዳ እያ ትብል እዚ ቃል ኣምላኽ ንሱ ዝብለኩም ኩሉ ግበሩ በለቶም ይብል። ጎይታ ድማ ነቶም ተዓጠቕቲ ዝበሎም ቃል እንተ ነይሩ፣ ነቲ እቲ ኣጋንንት ንሽዱሽተ ኣጋንንት ነበረ እዩ ዝብሎ። ከክልተ ወይ ሰሰለስተ ዝንግሪ ንዝሕዝ ከም ስርዓት ኣይሁድ መንጽህ ዝጥቀሙሉ ሽዱሽተ ኣጋንንት ነበረ እዩ። እታ ሸውዓይቲ መዓልቲ ቀዳም ዘኽብርዋ ንሶም ሻባት ኢሎም ዝጽውዕዋ ሽዑ መዓልቲ ስለ ዘይንቀሳቐሱ ስለ ዘይዛወሩ ማልክትን ክፉእን ስለ ዘይፍቀዶም ኣይጥቀሙላን እዮም ነይሮም እተን ዝንግሪ እተን ኣጋንንቲ እተን ካብ ሰንበት ጀሚረን ካብ ሎምዓንቲ ጀሚረን ክሳብ ዓርቢ ዝነበራ መዓልታት ግን ንምንጽህት ዝጥቀሙለን ዓበይቲ ኣጋንንቲ ነይረን ጎይታ ድማ ዝተዛረቦም ቃል እንተ ነይሩ ነቲ ማይ መልእዎ እዩ ነታ ጋኔን ኣልምድዎ ኢሉ ክሳብ ኣፉ ድማ መልእዎ ኢሉ ቀዲሕኩም ከኣ ነቲ ጎዳስ ሃብዎ ኢሉ እቲ ጎዳስ ወይኒ ከም ተወደአ እዩ ዝፈልጥ እምበር ነቲ ወይኒ እቲ መን ከም ዝገበሮ ዝፈልጦ ወላ ሓንቲ ነገር የለን ምስ ሃብኡ ምስ ጠዓመ ከኣ ጢሙ ኣንከረ። ጥዒሙሲ ኣደነቐ እዩ ዝብል። ከይዱ ነቲ ዋና ዳስ ድማ ዝተዛረቦ ቃል እንተ ነይሩ፣ ከም ልሙድ መጀመርያ ጥዑም ትህቦ ንሰብ። መጀመርትኡ ስለ ዝወን። ምስ ሰኸረ ሕማቕን ጥዑምን ከለሊ ይኽእል እዩ።

እግዚኣብሔር ሰላም ዝኸበረት ተመስገን ይኹን። እቲ ጸሓፋይ ኣካል ሞት ኣይበለን ቃና ኣብ ሰማርያ ትርከብ ቃና ኣላ ናይ ነገር ኣሴር ዝኾነ ካብታ ኣብ ቅሬታ ኣብ ሰማርያ ትርከብ ቃና ምእንቲ ክፈልያ ግን ቃና ናይ ገሊላ ብምባል ይጸውዕዎ ኣብ ገሊላ ትርከብ ቃና የላ እቲ ገሊላ ሓደ ኣውራጃ እዩ ናይ ይሁዳ ኣውራጃ ኣሎ ናይ ገሊላ ኣውራጃ ኣሎ ጎይታ ዝዓበየሉ ብዛዕበየሉ ቦታ ኣብ ገሊላ እዩ ናዝሬት ናይ ገሊላ ተባሂሉ ይጽዋዕ እዩ ናዝሬት ካብ ቃና ርሑቕ ኣይኮነን ከባቢ ሸውዓተ ኪሎ መተር ኣቢሉ እዩ ዝኸውን። ኣዴና ቅድስት ድንግል ማርያም ኣብቲ መርዓ እዚ ተዓዲማ ኣይኮነትን ከይዳ ኣብኡ ነበረት እዩ ዝብል እቲ ቃል ኣምላኽ። ከም ኣቦታት ቤተክርስቲያን ዝተማሃርና ትምህርቲ እንተልዩ እቶም ዋና መርዓ ወይ ድማ እቶም ሰብ እቶም ሰብ መርዓ ሰብ ውራይ ኣስመራ እዮም ነይሮም ቀረባ ቤተሰብ እያ ነይሮም። ጐይታ ምስ ደቀ መዛሙርቱ ግን ተዓዲሙ እዩ መጺኡ። ንምንታይ? ኣገልግሎቱ ዝጅምረሉ ዝነበረ እዋን ስለ ዝነበረ፣ ክብሪ ናይ ጐይታ ዝግለጸሉ፣ ወንጌል ክሰብከሉ ዝጀመረ እዋናት ስለ ዝነበረ። ልክዕ ኣብ ማይ ዮርዳኖስ ኣብ መንጎ ዮሃንስ ተገሊጹ ዮሃንስ ከጥምቖ ከሎ ዮሃንስ ዝመስከረሉ ሰብ ስለ ዝነበረ፣ ብዛዕባኡ ድማ እስራኤላውያን ተስፋ ክገብርሉ ዝጀመሩ ሰብ ስለ ዝነበረ ከም ታራ ሰባት መርዓ ኣይኮነን መጺኡ። ተዓዲሙ እዩ መጺኡ፣ ብኽብሪ ተዓዲሙ እዩ መጺኡ። እንተኾነ ግን ኣብቲ ውራይ ገለ ነገር ክጎድል ከሎ ኢና ንርኢ። ከም ቃል ኣምላኽ ከም ፍቓድ ኣምላኽ ኣብ ዝመሃሮ ትምህርቲ እንተልዩ እተን ሰለስተ ኣብ መንጎ ጎይታን ቅድስት ድንግል ማርያምን ምስቶም ህዝብን ዝነበራ ምዝርራብን ምስ ህይወትና ዘለዎ ዝምድና ኢና ከም ፍቓድ ኣምላኽ ክንርኢ። እቲ መጀመርያ ወይኒ እምበር የብሎምን ዝብል ናይ ወላዲተ ኣምላኽ ቃል እዩ። እቲ ካልኣይ ድማ ነታ ኣጋነ ማይ ምልእዎ ዝብል እያ። እቲ ሰበይቲ ምሳኹም እንታይ ኣለኒ ዝብል ቅድሚ ሕጂ ተማሂርናሉ ስለ ዝነበርና ኣብዚ ኣይቅርጽልን እየ። እቲ ሳልሳይ ድማ ከም ፍቓድ ኣምላኽ መጀመርያ እቲ ኣዴና ቅድስት ድንግል ማርያም ንጎይታ ዝበለቶ ወይን እምበር የብሉን ዝበለቶ እቲ ካልኣይ ድማ ቅድስት ድንግል ማርያም ካብ ጎይታ ቃል ሰሚዓ ምስ ከደት ነቶም ተዓጠቕቲ ዝበለቶ ዝበለቶም ካልእ እንተ ነይሩ ንሱ ዝብለኩም ኩሉ ግበሩ ዝብል እዩ። እቲ ሳልሳይ ድማ ከም ፍቓድ ኣምላኽ ንርእዮ ነገር እንተልዩ ነቲ ኣጋንንት ማይ ምልእዎ ዝብል እዩ። ከም መጽሓፍ ቅዱሳዊ ትምህርትና እዚ መጀመርያ ዝገብሮ ተኣምር እዩ ጌታ። ኣብ ብሉይ ኪዳን ተፈጸመ ተኣምራት ንርኢ ኢና። ሙሴ ንእስራኤላውያን ካብ ግብጺ ከውጽኦም ክደሊ ከሎ ፈርዖን እምቢ ኢልዎ። ሙሴ ከዓ ነቲ ማይ ሓደ ካብቲ ዓሰርተ ተኣምራት ዝገበሮ እንተ ነይሩ ነቲ ማይ ናብ ደም ይቐይርዎ። ፈቕዱልና እዛ ስለዛ እቲ ከድሕነና ዝመጾ ጎይታ ኣብ ቃና ነገሊላ ሓደ ዓቢ ተኣምር እዩ ገይሩ ነቲ ማይ ናብ ወይኒ ቀይሩ ናብ ጥዑም ወይኒ ሰባት ክጥቀምሉ ናብ ዝኽእል ሙሴ ቁጣዓ እግዚኣብሔር ኣብ ልዕሊ ግብፂ ስለ ክገልፅ ነቲ ማይ ናብ ደም ይቐይሩ ሰባት ክጥቀምሉ ኣይከኣሉን ግብፃውያን ፍርዖን ከዓ ክሰዶም እየ ብምባል ከፍቅደሉ ከሎ ኢና ንርኢ ድሕሪ ብዙሕ ነገራት ማለት እዩ ጐይታ ግን ከድሕነና እዩ መጺኡ፣ ምሕረቱ ክበና እዩ መጺኡ፣ ጸጋ ምዕረና ክፍስስ እዩ መጺኡ። ክንጥቀመሉ ናብ ንኽእል ነገር ነቲ ማይ ናብ ወይኒ ክንቕይሮ ከሎ ኢና ንርኢ። ብዓቢኡ ተኣምር ኣንጻር ሕጊ ተፈጥሮ ኣይኰነን። ኣብቲ ዝቐረበ ማይ ጥራይ እዩ ነይሩ። ነቲ ማይ ግን ናብ ወይኒ ቀይሩ ከምዚ ሓደ ግዜ ኣብዚ ውላድ ይደልኩም ሪልና ነርና ምስ ጆባ ውትነት ሓደ ግዜ ክዕድል ከለኹ እዚ ናይ ጎይታ ምዕራግ ምዝራብ መፅ ማለት እዩ ኣብ ብእምነት ናይ የሆዋ መሳኽር ጆባ ዊትነስ ብዛዕባ ክርስቶስ ክዛረቡ ከለዉ መልኣኽ ነይሩ ሚካኤል ዝበሃል መልኣኽ ነይሩ ከማና ሰብ ኮይኑ መይቱ ናብ መልኣኽ ተቐይሩ እዮም ዝብሉ። ናይ ክርስቶስ ኣምላኽነት ኣይቅበሉን እዮም፣ ስላሴ ኣይኣምኑን እዮም። ንሱ ጥራይ ኣይኮነን ግን እቲ ኣብ ቅድስ ጎይታ ኣብ መቓብር ምስ ተቐብረ ስግኡ ብእቢሉ ጠፊኡ እዮም ዝብሉ። በቃ እቲ መንፈሱ መልኣኽ ኮይኑ ጥራይ ተቐይሩ ብምባል እዩ ዝዛረብ። ብዛዕባ እዚ ከነዕልል ከሎና ሓደ ግዜ እቲ ቃል ኣምላኽ ዝብለና ትምህርቲ ኣሎ። ንኣብነት ምስ ተስዐ እቲ ደንቁ ደቂ መዛሙርቲ ምስ ተጠራጠሩ መንፈስ መሲልዎም ምስ ተጠራጠሩ እዩ ዝብል። ስለምንታይ ክትጣራጠሩን ትፈርሑን ኣለኹም? ተንክፉኒ መንፈስዶ ስጋን ዓጽምን ኣለዎ እዩ ብምባል ክዛረቡ ከሎ ኢና ንርኢ። ትንትፎሞ ከኣ መላእኽቲ መናፍስቲ እዮም ስጋን ዓጽምን የብሎም ጎይታ ግን እቲ ዝወሰዶ ስጋ ንሱ ሒዙ ከም ዝተስእ ስለ ዝተዛረበ ከምኡ ኢሉ ክገልጽሎም ከሎ ንርኢ ቀጺሉ ውን ንቶማስ እቲ ዝተሸንኮረ ኣእዳዉ ክትንክፍ ከሎ ኢዩ ክእዝዞ ከሎ ኢና ንርኢ ዘገርም ከኣ ክዓርግ ከሎ ክዓርግ ከሎ እንዳረኣይዎ ከሎ ደመና ወሰደቶ ኢዩ ዝብል መላእኽትን ርፉዓትን ኮይኖም ይዛረቡ ነይሮም። ከምዚ ኢልና ክንዕልል ከሎና እንታይ ይብለኒ ተቐብል ኣቢሉ እሞ ክርስቶስ ናብ ሰማይስ ምስ ስግኡ ዓሪጉ ኢኻ ትብል ይብለኒ። እወ እብሎ። እሞ ምስ ስግኡ እዩ ዓሪጉ። እህ እንተ ኾይኑ ተበልክዎ ስሕበት ምድሪ ወይ ድማ ግራቪቲ ከዕርጎ ኣይክእልን ብምባል ተዛሪቡኒ እዩ። ናይ ሕጊ ተፈጥሮ ፈጣሪ ኣለዎ። ኣምላኽ እዩ ኸኣ ፈጣሪ። ናይ ሕጊ ተፈጥሮ ፈጣሪ ኣምላኽ እዩ። ተኣምር ብሓይሊ ኣምላኽ ዝፍጸም ነገር ኣንጻር ሕጊ ተፈጥሮ ኣይኮነን። ጐይታ ኸኣ ነቲ ማይ ናብ ወይኒ ቀይርዎ። ክውለድ ከሎ ምናልባት ናይ ስነ ፍጥረት ናይ ስነ ፍጥረት ተመራመርቲ ንኽቕበልዎ ዘሸግር ነገር እዩ ነይሩ። ብዘይ ብዘይ ዘርኢ ሰብኣይ ተወሊዱ። ኣብ ቃና ናይ ገሊላ ናይ ኬሚስትሪ ምሁራን ጽሓይዎ ክትርጉሞ ዘይክእል ተኣምር እዩ ገይሩ። እዚ ድማ ነቲ ማይ ናብ ወይኒ ቀይርዎ። ክልተ ዓሰርተ ሓሙሽተ ግራም ከብዝሕ ከሎ ደሚርና መቒልና ኣርቢሕና ክንፈጥሮ ዘይንኽእል ቁጽሪ እዩ ገይሩ። ኣብዚሕዎ። ንምንታይ? እቲ ንሕጊ ተፈጥሮ ዝፈጠረ ኣምላኽ ኩሉ ክገብር ዝከኣሎ ኣምላኽ ስለ ዝኾነ። ኣብ ቃና ነጊኒ ድማ እዚ ኣጋጢሙ። እቲ ክጅምር ከሎ ክፍጸም ከሎ እቲ ፍጻሜታት ድማ ዮሃንስ ኣፈወርቅ እንብሎ ቅዱስ ዮሃንስ ኣፈወርቅ ናይ ቤተክርስትያን ኣቦ ዘድንቖ ሰብ ነገር እንተልዩ ንቅድስት ድንግል ማርያም እዩ። እንታይ እዩ ዝብላ? ብዛዕባ እዛ ድሕሪ እዚኣስ እንታይ ኢና ክንብል? ወዳ ኩሉ ከም ዝኽእልን ኩሉ ክገብር ከም ዝኽእልን ኣእሚና ነቶም ተዓጠቕቲ ዝብለኩም ኩሉ ግበሩ እምባ ክትእዝዞም ከሎ ኢና ንርኢና። ካበይ ኣቶ ነይራቶ ኣበይ ኣና ርኣቶ እዩ። ምናልባት ካብ ጥንሰት ኣትሒዛ ካብ ክትጠንስ ኣትሒዛ ክወልድ ውለድ ከሉ ዝረኣየቶ ኩሉ ተኣምር ኣብዚ ዓይነት ፍጹም ዝኾነ ናይ እምነት ፍጻሜ ንክትበጽሕ ኣኽኢልዋ እዩ ብምባል ክዛረብ ከሎ ኢና ንርኢ። ናብ ትምህርትና ገጽና ክንከይድ እቲ መጀመርያ ቃል ዝነበረ እንታይ እዩ ነይሩ? ወይኒ እምበር የብሉን እዩ ዝብል። ኣብ ቃና ናይ ገሊላ ዘፋጸመ ኩ ዝተፈጸመ ኩነት እዩ። ኣብ ህይወትና ንዝጋጥም ኩነታት ድማ ፍጻሜያዊ ዝኾነ ምሳሌታት እዩ። ኣደ ጐይታ ብርህራሀናኣ ብኣማላድነታ ስለና ብትገብሮ ጸሎት ተፈልጠት ኣደ እያ። በዚ ኢና ድማ ክንጽውዓ ከለና ኣግዝእትነ ኣዴና ኢልና ክንጽውዓ ዘይንሓፍረሉ ምኽንያት ዘይንሓፍረሉ ምኽንያት ዘለና ማለት እዩ። ንምንታይ ኣደ ኩሎም ኣመንቲ እያ። ኣብ ኣማላድነት ኣይኮናን ግዘና ከነዕልም ንብሎም መዓልቲ ኣብቲ ወይኒ እምበር የብሎምን ዝብል እዩ። እቲ ወይኒ ተወዲኡ ዓብዩ ውራይ ኮኑ ጽቡቕ ዳስ ኮኑ ህዝቢ ተዓዲሙ ኮኑ ወይኒ ተወዲኡ እዛ ኣብ ህይወትና ዝጋጥሙ ምሳሌታት እዩ። ምስ ኣምላኽ ብዘለና ዝምድና ኣብ ናይ ንስሓ ህይወትና ዘጋጥም ኩነታት እዩ። ንምንታይ? ሓድሓደ እዋናት ኣሎ ኣብ ሓጢኣት ኣብ ንወድቀሉ እዋን፣ ካብ ኣምላኽ ኣብ ንርሕቐሉ፣ ምስ እግዚኣብሄር ዘለና ዝምድናታት ባይታ ኣብ ዝዘብጠሉ እዋናት፣ ገጽ ኣምላኽ ክንርኢ ዘይንኽእለሉ ደረጃታት ኣብ ንኾነሉ እዋናት፣ ውሽጥና ዕራቕና ዝወጸሉ እዋናት ኣሎ። ናይ ሓጎስን ናይ ደስታን ናይ መንፈሳውነትን ናይ ቅድስናን ምስ ኣምላኽ ናይ ዘለና ዝምድና ኩሉ ተጓሕጒሑ ዝኽየደሉ ምዕራፍና ንተርፈሉ እዋናት ኣሎ። ዘይብልና ምንም ነገር ዘይብልና ንኾነሉ እዋናት ኣሎ። ኣብ ብሉይ ኪዳን ነዚ ንዛረቦ ዘለና ኩነታት ዘጋጠመ ምሳሌያዊ ዝኾነ ፍጻሜታት ንርኢ ኢና። ናታናእሚ ወይ ድማ ናኦሚን ተባሂላ ትጽዋዕ። ምስ ሰብኣያ ካብ ቤተልሔም ናይ ይሁዳ ጎይታ ካብ ተወልደሉ ቦታ ጥሜት ስለ ዝኾነ ናብ ሃገረ ሞኣብ ኣብ ሃገረ ኣሕዛብ እያ ተሰደይዳ። እቲ ዘገርም ብሕጊ ኦሪት ናብ ኣብ ምድረ ኣሕዛብ ተቐሚጦም ክነብሩ ኣይፍቀድን እዩ ነይሩ። ኣቦኣ ሰብኣያ እቲ መልከጼዴቅ እግዚኣብሄር ንጉሰይ ዝብል ስሙ ንኣምላኽ ግና ኣብ ህይወቱ ዘየንገሰ ናብ መዋግእቱ ክዝገር ክስደድ ከምኡኢናት ምስዳዱ ጥራይ ኣይነበረን ብሕገ ኦሪት ውን ክልኩል ንዝነበረ ናብ ሞኣባውያን ንክልተ ደቁ ከመርዕዎም ከሎ ኢናት እቲ ዘገርም ነገር ግን መጀመርያ ኣቦኦም ድሕሩ ድማ ክልተ ደቃ እታ ሰበይቲ ክስዕቡ ከለዉ ኢና ንሪኦም ኣብ ሞኣብ ዝተረፋ ዋላ ሓንቲ ነገር ስለ ዘይነበረን፣ ኣብ ቤተልሔም ድማ እግዚኣብሄር ረድኤት ሂቡ፣ እታ ሃገር እቲኣ ብበረኸትን ብኣጽናናትን ስለ ዝተመልሳ፣ ኑሃሚን ናብ ሃገራ ክትምለስ ጀሚራ። እታ ሓንቲ ኦፕራ እታ ሓንቲ ሩት ዝበሃላ ክልተ ደቃ ክስዕብኣ ከለዋ፣ ኣንስቲ ደቃ ክስዕብኣ ኢለን ክፍትና ከለዋ፣ ሩት እያ ምሳኣ ዝኸይዳ፣ እታ ሓንቲ ግን ተመሊሳ እያ። ሩት ዝበለቶ ቃል እንተ ነይራ፣ ህዝብኺ ህዝበይ፣ ኣምላኽካ ኣምላኸይ ብምባል እያ ክትስዕባ ከላ እንርእይ። ኑሃሚን ግን ኣብ ቤተልሔም ገዛ ክትበጽሕ ኮላ ዝተዛረበቶን ክትበጽሕ ኮላ ዘጋጠማ ኩነታት እንተነይሩ ፍልይ ዝበለ እዩ። ህዝቢ ቤተልሔም ዝፈልጣ ኣዲኣ ነይራ፣ ትርጉም ስማ ከኣ ጽብቕቲ ወይ ድማ ምጭውቲ ማለት እዩ። ኣብ ቤተልሔም ግን ህዝቢ ቤተልሔም እታ ዝፈልጣ ሰበይቲ ኣይኮነትን ጸኒሓቶ ኑሃሚን። መልክዓ ተበላሽዩ፣ ወሪፋ፣ ሕልናኣ ዓሪቡ፣ መንፈሳ ተሰይሩ፣ ውሽጢ ልባ ደኺሙ እዩ ዝጸንሐሉ። እቲ ህዝቢ ድማ ንኑሃሚን ክዛረባ ከሎ ዝዛረቦ ቃል እንተ ነይሩ፣ እምበርከ እዚኣ ኑሃሚን ድያ? ኢሉ። ክርድያ ዘይክእል ደረጃ እዩ በጺሑ። ኑሃሚን ከኣ ተዛረበቶ ቃል እንተ ነይሩ፣ እግዚኣብሄር ካበ ምሀረኒ፣ ህይወተይ እውን ካብ ከፍአሲ፣ ንምንታይ ኑሃሚን ትብሉኒ? ማራ ኢልኩም ጸውዑኒ ብምባል ተዛረቦ። ኑሃሚን መራር፣ ዘይጥዕም፣ ዘይምጭውት ማለት እዩ። ኣብ ሂወታ ምረት ዝበጽሓ ሰብ የላን ንምንታይ ዝተዛረበቶ ቃል እንተ ነይሩ ኣስዒባ ካብ ቤት ኣቦይ ክወጽእ ከለኹ ብምልኣተይ ወጽየ ሕጂ ግን ዕላላ እየ ዝምልስ ዘለኹ ሰብኣያን ክልተ ደቃን ኣብ መቓብር ኣጥፊኣ ኣብ መቓብ ኣጥፊኣቶም እያ መጽያ ካብ ኣምላኽ ርሒቕና ንኸደ ሂወት ተመሳሳሊ ነገር እዩ ዝፈጥር ምስ ኣምላኽ ዘለና ዝምድና ኣብ ዝብተኸሉ እዋን ጸጋ ኣምላኽ ካባና ይርሕቕ፣ ውሽጣዊ ህይወትናን ሰላምናን፣ ምስ እግዚኣብሔር ዘለና ዝምድናናን እቲ ውሽጣዊ ዕጋበ እንብሎ ውሽጣዊ ሰላምናን ደስታናን ዝስርገሉ እዋን ይበጽሕ። ሓቂ ኢሳያስ ክዛረብ ከሎ ዝዛረቦ ቃል እንተነይሩ ሓጥኣን ሰላም እንድዩ ሰላም የብሎምን እዩ ልክዕ ከም ዝተዘርገ ጭቃ ማይ እዩ ዝብል። ሓጢኣት ካብቲ ካብ ኣምላኽ ዝፈልየና ነገር ጥራይ ዘይኮነ ንህይወትና ዝገብሮ ጉድኣት ቀሊል ነገር ኣይኮነን። እቲ ጥፉእ ወዲ ብህይወቱ ዘጋጠሞ እውን ተመሳሳሊ ነገር እዩ ነይሩ። ካብ ቤት ኣቦኡ ክወጽእ ከሎ፣ ምቅሪት ኣቦኡ ሒዙ ክኸይድ ከሎ ምሉእ እዩ ነይሩ። ኣርሒቑ ኣብ ዝኸደሉ ግን ዝነበረ ኩሉ ኣጥፊኡዋ። ኣደ ጐይታ ኣብ ዝተኣምር ዝጸለየቶ ጸሎት ንጐይታ ዝተዛረበቶ ዘረባ እንተነይሩ ድማ እዚ እዩ። ወይኒ እምበር የብሎምን ዝብሉ እቲ ዳስ ኣሎ። ህዝብሉ እቲ መርዓ ዝዳለ እዩ። እቲ ናይቲ መርዓ መበረታታ ዝኸውን ወይኒ ግን የለን። ኣብ ህይወቶም እዚ ተሳኢኑ ኣሎ ብምባል ክዛረብ ከሎ ኢና ንርኢ። ንኣምላኽ ንሕና ንብሎ ነገር እንተልዩ ድማ ከምቲ ነብዪ ዝበሎ እዩ፣ ነብዪ ሚልክያስ ስለ በደለይ በዅሪ ወደይ፣ ስለ ሓጢኣተይ ከኣሲ ኣሽሓት ዝዀኑ ኣባጊዕን ደዓውልን ብዙሕ ዘይትን ዶ ከፍስሰሉ ብምባል ክሓትት ከሎ ኢና ንርኢ። ኣታ ወዲ ሰብ እግዚኣብሄር ጽቡቕ ዘበለ ኣፍሊጡካ ኣሎ ተባሂሉ ተነጊርዎ እዩ። ናብ ኣምላኽ ገጹ ክምለስ ከሎ ኣብ ዝሓተተሉ እዋን እዩ። ስለዚ እቲ ቃል ኣምላኽ ዝምህረና ትምህርቲ እንተልዩ ናይ ብሓቂ በዚ ዘጋጠመ ተኣምራት ኣብ ህይወትና ክንመሃሮ ዝእንደልዮ ነገር እንተልዩ ካብ ኣምላኽ ምርሓቕን እግዚኣብሄር ዘይብሉ ህይወት ምንባርን ንኸስር ንሕና ኢና። ጎይታ ዝበለና ቃል እንተኔሩ ንስኻትኩም ጨናፍር ኢኹም ኢሉና። ንስኸ ኣብ ክንዲ ወይነይ ኢኹም። እቲ ጨንፈር ኢሉ ጎይታ ክዛረብ ከሎ ካብቲ ጎኒ ኮይኑ እንተዘይተቐሚጡ ፍረ ከፍሪ ኣይክእልን እዩ። ንስኻትኩም ድማ ከምኡ ኢኹም። ካብቲ ጎኒ ኮይኑ ካብ መጽ ወንጪ ምንጪ መዓዛ እቲ እቲ ማዕድናት ክካፈል ክኽእል ኣሎ። ኣብኡ እንተዘይኣልዩ ግን ህይወት የብሉን። እግዚኣብሄር ንእስራኤላውያን ኣብ ብዙሕ ነገር ክኸሶም ከሎ ዝተዛረቦም ቃል እንታይ ነይሩ? ኣብ ነብይ ኤርምያስ እውን ተመሳሳሊ ነገር ህዝበይ ክልተ ሳዕ በደሉኒ እዩ ዝበሎ። ክልተ ግዜ ኣብ ሓጢኣት ወደቑ እዩ። መጀመርያ ንዓይ ንምንጪ ህይወት ግዳፎም እዩ። እቲ ካልኣይ ድማ ማይ ከዕቁር ዘይክእል ነቓዕ ሓጹርታት ንኽኣቶም እዩ። እግዚኣብሔር ምንጭ ናይ ሕይወትና እዩ። እቲ ዘገርም ግን ንኣምላኽ ጥራይ ምግዳፎም ኣይኮነን። ሕይወት ክህቦም ናብ ዘይክእል ነገራት ምጥማቶም ክልተ ሳዕ በደሉ ብምባል ክዛረቦም ከሎ ኢና ንርኢ። እረ ኣብ ገሊኡ ክሓቶም ከሎ ዝተዛረቦ ቃል እንተ ነይሩሲ ዝወደቐዶ ኣይትስእን እዩ፣ ዝኸለዶኸ ኣይምለስን እዩ። ራዛን ካልኦት ኣዕዋፍን ኣርሒቖም ዝኸዱሉን ዝምለሱሉን እዋናት ይፈልጡ እዮም። ህዝበይ ግን ዝምለሱሉ እዋን ኣይፈልጡን እዮም። ኣብ ሓጢኣት ምስ ከዱ፣ ካብ ኣምላኽ ምስ ረሓቑ፣ ዝምለሱሉ እዋን ኣይፈልጡን እንዳበለ ክዛረቦም ከሎ ንርኢ። ኣብ ገሊኡ እዋናት እውን ኣድጊ ዘንገርግረሉ ቦታ ይፍለጥ እዩ። ላምወን ዋና ቤት ዋናኣ ትፈልጥ እያ ኢሉ። ተስፈይ ግን ንዓይ ንእግዚኣብሄር ኣምላኽ ማይ ፍንቱው ምንባሩ ክዛረቦ ከሎ ኢና ንርኢ። እታ ላም ካብ ገዛ ወጺኣ ውዒላ ትምለሰሉ ቦታ ትፈልጥ እያ። ኣድጊ ውን ዘንገርግረሉ ቦታ ይፈልጥ እዩ። ህዝበይ ግን ኣብ ሓጢኣት ወዲቖም ካባይ ካብ ኣምላኾም ዓልዮም ናብ ኣምላኹም ዚምለስ ሕልና የብሉን ብምባል እስራኤላውያን ኪወቕሶም ከሎ ኢና ንርኢ። ኣምላኽ ካብ ህይወትና ዚደልዮ ነገር እንተ ኣልዩ፣ ናብኡ ናብ ኣምላኽ ክንምለስ እዩ። እግዚኣብሄር ዝተሰብረ ልብና ኪጽግን ዚኽእል ኣምላኽ እዩ። ዝወደቐ ሕልናና ከተስእ ዚኽእል፣ ህይወት ዚኽእል ኪህብ ዚኽእል ኣምላኽ እዩ ዘለና። ኣብዚ እምበኣር ኣብ ህይወትና ንብሎ ነገር እንተ ኣልዩ፣ ንሱ ናይ ብሓቂ ህይወት እዩ። ንኣምላኽ ካብ ኣምላኽ ምርሓቕ ዚኸስር እንተ ኣልዩ ንሕና ኢና። እግዚኣብሔር ናብኡ ተመሊስና ንውስኸሉ የለን ካብ ወሪሕና ድማ ንግለሉ ወላሕቲ ነገር የብልና ንኣምላክ ባህ ከብሎ ዝኽእል ነገራት ምግባርና መንግስቲ እግዚኣብሔር ምንባርና ግን መጀመርያ ንጥቀምን ንረብሕን ሰባት ንሕና ኢና ኣምላኽ ከኣ ንብሎ ነገር እንተልዩ ንስኻ ምንጪ ናይ ኩሉ ህይወት ኢኻ ህይወትና ካባኻ ርሒቓ ክትነብር ኣይትኽእልን ኢኻ። ካባኻ ምርሓቕ ማለት ኣኻሊ ህይወት ብኣካሉ ምጥፍኡ እዩ እሞ መሳኻ ክንነብር ድሌት ናይ ህይወትና እዩ። ኣብ ውሽጢ ልቦናና ቁሩብ ናባኻ ክንምለሰሉ እንኽእል መንፈስ ግደፈልና። ዝማራይ ዳዊት ናቲ ኣብ ሓጢኣት ምስ ወደቐ ኣብ ሓምሳን ሓደን ዝጸለዮ ጸሎት እንተ ነይሩ እዚ እዩ። ካብ ቅድሚ ገጽካ ኣይትደርብየኒ እሞ። ቅዱስ መንፈስካ ከኣ ይደግፈኒ። ሓጐስ ምድሓንካ መለሰለይ። ኣብ ሓጢኣት ወዲቑ ስለ ዝነበረ ናይ ምድሓን ሓጐስ ካብ ልቡ ጠፊኡ ነይሩ። እቲ ሓጐስ ምድሓን ክምለሰለይ ኢሉ ካብ ቅድሚ ገጽካ ድማ ኣይትደርብየኒ ኢሉ። እቲ ዘገርም ነገር ግን ኣብ መንጎኡን ኣብ መንጎ ኣምላኽን ዝምድና ክገብር ዝኽእልን ካብ ናይ ሓጢኣት ህይወትና ንዘማራይ ዳዊት ናብ ኣምላኽ ክመልሶ ዝኽእልን እቲ ቅዱስ መንፈስ ስለ ዝኾነ ቅዱስ መንፈስካ ኣይተግድፈኒ ብምባል ክዛረብ ከሎ ኢና ንርኢ። ኣብ ህይወት ሳኦል እተራእየ ትእምርቲ እንተልዩ እዚ እዩ። ሳኦል ንኣምላኽ ምስ ገደፎ እዩ ዝብተኻር ኣምላኽ፣ መንፈስ ኣምላኽ ከኣ ንሳኦል ገደፎ እሞ ክሙእ ክፉእ መንፈስ ናብ ውሽጢ ሳኦል ኣተወ፣ ከሳቕዮ ጀመረ እዩ ዝብል። ብመጠን እቲ ንኣምላኽ ንገድፈሉ ብመጠኑ ጸጋ ኣምላኽ ካባና ይርኣ። ኣምላኽ ንምድሓንና ተስፋ ቆሪጹ ኣይፈልጥን። ፕሮሽነላ ዝበልዎ ቃል እንተነይሩ ንሱ እዩ። ንስኻ ንምድሓን ህይወትካ ወይ ድማ ንኸተድሕና ንምቅላስ ተስፋ እንተቖረጽከ እንተቑረጽካ ኣምላኽ ግን ንምድሓንካ ተስፋ ቆሪጹ ኣይፈልጥን ዝብል እዩ። ብመጠኑ እቲ ንመንፈስ ኣምላኽ ተጻረርናዮ ግን ብመጠኑ መንፈስ ኣምላኽ ካባና ኣይርሓቐን። ንኣምላኽ ንብሎ ነገር እንተልዩ ድማ ልክዕ ኣብ ቃና ናይ ገሊላ ኣብ ዝተፈጸመ ተኣምር እቲ ኣጋንንት ወይኒ ተወዲእዎ እቲ ህዝቢ ብፍላይ ድማ እናዳስ ብጣዕሚ ዝጭነቐሉ ዝነበረ ኩነታት እንዳ ዘከርና ንብሎ ነገር እንተልዩ እታ ደንገል ወይኒ እምበር የብሎምን ከም ዝበለ፣ ኣብ ሕይወትና ሎሚ ናይ ጽድቅን ቅድስናን ወይኒ ይሰኣነና ኣሎ እሞ፣ ናባኻ ናብ ሕያው ኣምላኽ ክንምልስን፣ ልቦናና ብጽድቅኻ፣ ብመንፈሳውነትና፣ ምሳኻ ብዘለና ሰናይ ነገር ክመልእን ንልምነካ ኣለና ብምባል ንኣምላኽ ልማኖና ከነቕርብ ናይ እግዚኣብሔር ሰናይ ፍቓድ ይኹን። እቲ ካልኣይ ዝነበረኒ መልእኽቲ ድማ ቅድስት ድንግል ማርያም ካብ ጐይታ ቃል ሰሚዓ ምስ ከደት፣ ጊዜይ ገና ኣይኣኸለን ኢልዋ። ንምንታይ እቲ ወይኒ ዘፍሰሉ ወይ ድማ ስግኡን ደሙን ዝቖርሰሉ እዋን ኣይኣኸለን ንምባል እዩ ነይሩ። ኣቲ ሰበይቲ ምሳኺ እንታይ ኣለ ቢልዋ። ኣብኡ ኣይኮናን ኣብ ዘይኮናን ዝርዝር ክንኣቱ። ቅድስት ድንግል ማርያም ካብ ጎይታ ነዚ ሰሚዓ ምስ ከደት ዝተዛረበቶ ቃል እዩ። ንሱ ዝብለኩ ኩሉ ግበሩ ኩሉ ግበሩ። ጐይታ ቃና ናይ ገሊላ በቲ ናይ ኣቦታትና ቤተ ክርስቲያን ትምህርቲ መሰረት ኣብ ሳልሳይ መዓልቲ ተፈጸመ ኢሉ ወንጌላዊ ክጽሕፍ ከሎ ጐይታ ድሕሪ ምጥማቑ ከይወዓለን ከይሓደረን ናብ በረኻ ነበረ። ኣርብዓ መዓልትን ኣርብዓ ለይትን ድማ ጸልዩ። ካብቲ ኣርብዓ መዓልቲ ምስ ተመልሰ ካልኣይ ግዜ ወንጌላዊ ዮሃንስ ረኺብዎ ነይሩ እዩ። ምስ ተመልሰ ኣብ ሳልሳይ መዓልቲ ኣብ ቃና ናይ ገሊላ እዚ መርዓ እዚ ኣጋጢሙ። ድሕሪ ጥምቀቱ ድሕሪ ርብዓን ሰለስተ መዓልታት ኣቢሉ እዩ ዝኸውን። ቤተ ክርስቲያንና እቲ ርብዓ እቲ ቃና ናይ ገሊላ በዓሉ ኣብ ጾም ስለ ዝውዕል ካብ ጥምቀት መበል ሳልሳይ መዓልቲ ቃና ናይ ገሊላ ነብዕል ኢና። ጥምቀት ሰንበት ምሽ ሓሊፉ ነይሩ፣ ሰኑስ ቃና ናይ ገሊላ እዩ ነይሩ። በቲ ናህና ናይ ንበባት ናይ ቤተክርስቲያን መሰረት ናይ ሰንበትን ናይ ዘውትርን ንባባት ኣለና። ሎሚ እቲ ወንጌል ተነበበ። ካብ ሶንያ ኣትሒዙ ክሳብ እዚ ሰንበት እዚ ዝወዓለ በዓል እዚ ሰንበት እዚ እኒና ነንብቦ በቲ ናህና እናበባ ሰዓት ኣለና። ቃና ናይ ገሊላ ድማ ኣብ ከባቢና ቤተክርስቲያን ዝሓለፈ ሰሉስ እዩ ብሒሉ። ኣብቲ ካብ ጥምቀት መበል ሳልሳይ። ኣብቲ ጥምቀት እተፈጸመ ቃል እዩ ኸኣ ኣብ ቃና ናይ ገሊላ ኸንርኢ ኸሎና ርኤ። ንምንታይ? ኣደ ጐይታ ንጐ ነቶም ተ ተዓጠቕቲ ዝበለቶም ቃል እንተ ነይሩ፣ ንሱ ዝብለኩም ኵሉ ግበሩ እዩ ኣይበለትን። ኣብ ጥምቀት ድማ ድምጺ ኻብ ሰማይ ሰሚዕና ኢና፣ ናይ ኣቦ ድምጺ፣ ናይ ኣብ ድምጺ። እቲ ድምጺ ድማ እንታይ ዝብል እዩ? እዚ ፍቱው ወደይ፣ ብእሱ መርኩ ዝብል። ንዑ ከኣ ስምዕዎ ዝብል ኣብ ጥምቀትን ኣብ ደብረ ታቦርን ክልተ ግዜ ሰሚዕና ኢና። ካብ ቅድስት ድንግል ማርያም ድማ ኣብዚ ተኣምር እዚ ሰሚዕና እዩ። ንሱ ዝብለኩም ኩሉ ግበሩ ዝብል ንምንታይ ጎይታ እቲ ዝበና ሕግታትን ትእዛታትን ናይ ድሕነትና ስለ ዝኾነ ኣቡነ ምክሊል እኮ ንሓንቲ ነገር ይብላ ከምቲ ዘማራይ ዝበሎ እዩ ቃልካ ነገረይ መብራህቲ ንመገደይ ከዓ ብርሃን እዩ ከምዝበሎ እቲ ቃል ኣምላኽ ንህይወትና ጥቕሚ ስለ ዝኾነ ነቲ ጎይታ ዝብለና ንእዘዞ ኣደ ጎይታ እውን ነዚ ተመክሮ ስለ ዘለዋ ኣብ ህይወታ ዘስተማቐረቶ ሰብ ስለ ዝኾነት ከምቲ ቃል ኣምላኽ ዝነግረና ድማ ዝተፈጸመ ኩሉ ኩነታት ኣብ ልባ ተዋሕሉ ዝነበረት ኣደ ስለ ዝኾነት ንሱ ዝብለኩም ኩሉ ግበሩ ኢላትና ናይ ተመክሮ ናይ ቅድስና ናይ ንጽህናን ህይወት ተመክሮ ዘለዋ ኣደ ምስ ኣምላኽ ናይ ምንባር ተመክሮ ዘለዋ ኣደ ንዕና ድማ ኣብነት ንዓ ብምንባር ነቲ ኮይታ ወዳ ዝኣዘዘና ንክንፍጽም ድሕር ንብለሉ ምክንያት የለን ንምንታይ ነቲ ዝወሃበና ትእዛዛትን ሕግታት እዚ ንድሕነትና ንጥቕምና እንተዘይኮይኑ ኣምላኽ ንክፍኣትና ንኸጥፋኣና ዝህበና ትእዛዝ ብርሃንቲ ነገር የብሉ ንሳቶም ዘገርም ግን ሰሚዖማ ናብ ጐይታ ምኻዶም እዩ። ከይዶም ድማ ጐይታ ዝበሎም ቃል እንተ ነይሩ እቲ ማይ ነታ ጋን ማይ ምልኦ እዩ እሞ መሊኦሞ እቲ ማይ ድማ ናብ ወይኒ ተቐይሩ። ምቕያሩ ጥራይ ኣይነበረን ካብቲ ዝሓለፈ ወይንስ ዝጠዓመ ደስ ዘብል ወይኒ ክመጽእ ከሎ እዩ ዝረኣ ማለት እዩ። ኣብዚ ኣቐዲምና ዝብልናዮ ነገር እንተ ነይሩ ወይኒ ተወዲኡ ነይሩ። ማይ ተመልኡ ናብ ወይኒ ተቐይሩ ዝበለት ወይኒ ከዓ ወይኒ ምስ ህይወትና ዘለዎ ዝምድና እዩ። ንምንታይ እግዚኣብሔር ዝወደቐ ህይወትና ክገስእ ከሎ ዝተሰብረ ህይወትና ክፅግን ከሎ ካብ ዝሓለፈ ዝበለፀ እዋን ገይሩ ዘተስእሉ እዋን ኣሎ። ኣብቲ ቃል ኣምላኽ ተፅሓፍ ሓደ ታሪክ ኣሎ። ብግዜ ምክባቢ ሎን፣ እስራኤላውያን ናብ ባቢሎን ተማሪኾም ክኸዱ ከለዉ፣ ቅድሚ ልደተ ክርስቶስ ብሓሙሽተ ሚእትን ሰብዓን ዓመተ ምህረት ኣብ ቤሪት ዝጀመረ ምርኮ እታ ቤት መቕደስ ናይ ብሉይ ኪዳን ፈሪሳ ነይራ። ምስ ተመልሱ ነሄምያ፣ እዝራ፣ ኢያሱ፣ ሃጌ ካልኦት ነቢያትን ዘለዋ ነታ ቤት መቕደስ ሰሪሖም እዮም። ነብይ ሃጌ ብዛዕባ እዚ ክዛረብ ከሎ ዝተዛረቦ ቃል እንተ ነይሩ ጽባቐ ናይታ መቕደስ እቲኣ እዩ ዝብል፣ ናይታ ካልኣይቲ መቕደስ ካብታ ቀዳመይቲ ኣዝዩ ዝበልጽ ኮነ እዩ ዝብል። ፈሪሳ ሱቕ ኣይበለትን፣ ምህናጻ ጥራይ ኣይኮነን ትዘርግ እትደንቕ ነይሩ፣ ዝበለጸ እዩ ትኩንዕ። ኣምላኽ ከኣ ሓድሓደ ግዜ ኣብ ህይወትና፣ ወዲቕና ናብ ኣምላኽ ገጽና ክንምለስ ከሎና እግዚኣብሄር ካብ ዝሓለፈ ህይወት ዝምህረና ትምህርቲ ስለ ዘሎ ነፍስና ውን ካብቲ ናይ ሓጢኣት ህይወት ዝወደቐቶ ውድቀት ትመሃሮ ትምህርቲ ስለ ዘላ ካብቲ ውድቀትና ተሲእና ናብ ኣምላኽ ዝመኸረሉ ንኸደሉ እዋናት ዝበለጸ ዝኾነሉ እዋናት ኣሎ ካብቲ ከይወደቕና ከድኑ ዝነበረ ህይወትና ዝበለጸ ዝኾነሉ እዋናት ኣሎ ንምንታይ ሓደ ነብስና እቲ ናይ ሓጢኣት ክሳራን ካብ ኣምላኽ ርሒቕካ ዝርከብ ሕማቕ ህይወትን ስለ ዘስተማቕሮን ስለ ትርእዮን ካብ ኣምላኽ ንኸትርሕቕ ኣይትደልን እየ። ንምንታይ ፍቕሪ ኣምላኽ ከተስተማቕር ትደሊ እያ። እቲ ካልኣይ ኣምላኽ ብጸጉ ይድግፈና እዩ። ናብ ዝሓለፈ ሓጢኣትና ገጽና ከይንምለስ እሞ ካብኡ ካብ ህያው ኣምላኽ ምእንቲ ኸይንርሕቕ፣ እግዚኣብሄር ኩሉ ግዜ ስለ ዚረድኣናን ዚድግፈናን፣ ካብ ዝሓለፈ ህይወትና ዝሓሸን ዝበለጸን ህይወት ምእንቲ ኽንመርጽ ምእንቲ ኽንቀይር እግዚኣብሄር ይልውጠና። ክርስትና ናይ ህይወት ለውጢ እዩ። ጐይታ ኣብቲ ምድሪ እዚ ኣብ ዝመጸሉ እዋናት ዝጽውዖ ዝነበረ ጸውዒት ድማ እዚ እዩ። ቅዱስ ዮሃንስ መጥምቕ ቀቅድሚ ጐይታ ዝጸውዖ ጸውዒት እንተ ነይሩ እዚ ለውጢ እዚ እዩ ዝበሎ ነገር እንተ ነይሩ መንግስቲ ኣምላኽ ቀሪባ እሞ ተነስኡ እዩ ዝብል ነይሩ። ንንስሓ ዝበቅዕ ገለ ፍረ ድማ ክበሉ እንዳበሉ ክዛረቡ ከለዉ ኢና ንርኢ። ጎይታ ውን ኣብቲ መጀመርያ ትምህርቱ ዝመሃሮ ትምህርቲ እንተነይሩ እዚ ሰብኡይ እዚ እዩ። መንግስቲ ኣምላኽ ቀሪባ ኣላ እሞ ተነሱ እንዳበለ ክጽውዕ ከሎ ኢና ንርኢ። ንጎይታ ጎይታ ንሃዋርያት ክልእኾም ከሎ ዝኣዘዞም ቃል እንተነይሩ ድማ ኪዱ እዩ ዝብል። ኣብ ከበታታ ናብ ከተማ ሰማርያ ኣይትእተው ኢሉ ኣብ ብዘሎ ወገን ናይ እስራኤል ኣብ ህዝቢ እስራኤል ግን ስበኹ ኢሉ እንታይ ዝብሎም እዚ ክሰ- ክስበኹ ክብሎም ከሎ ዝኣዘዞም ቃል እንተነይሩ ግን ናይ ንስሓ ስብከት ስበኹ እንዳበለ ክዛረቡ ከሎ ይርድና ንምንታይ ክርስትና ናይ ህይወት ለውጢ እዩ እቲ ለውጢ ድማ ቀጻሊ ንልወጦ ለውጢ ናብ ኣምላኽ ገጽና ምእንቲ ክንቀርብ ካብ ሓጢኣት እንዳረሓቕና ንጽድቅን ቅድስናን ብንጽህናን ድማ ናብ ኣምላኽ ገጽና እንዳቐረብና ዝሓለፈ ሕማቕ ባህርታትና ንድሕሪት እንዳበርበና ኣብ ቅድመና ምስ ዘሎ ሕንጹጽ ዕላማ ድማ ብኣምላኽ እንዳተጓዓዝና እንዳኸድና ንኸደሉ ሕይወት እዩ። ነዚ ድማ ኣብ ቃና ናይ ገሊላ ዝተፈጸመ ተኣምር ሓደ ምሳሌ ናይ ሕይወትና ብምግባር ንኣምላኽ ንልምኖ ነገር እንተልዩ ካብቲ ዝሓለፈ ወይኒ ዝበለጸን ዝሓሸን ወይኒ ገይርካ ኣፍሪምካ ኢኻ እሞ፣ ንህይወትና ድማ ክፉት ዝበሎ እዩ። ዝሓለፈ ህይወትና ይኣክል ኢልካ ንዝመጽእ ብጽድቅን ብቕድስናን ሃልወና። ንምንታይ? ከምቲ ፖፕ ሽኖዳ ዝበልዎ እዩ፣ ምስ ህይወትካ ቀላይ ትኸቶ እዩ። ንምንታይ? ምስ ነብስኻ ብዙሕ ግዜ ቃል ኣቲኻ ኢኻ። ብዙሕ ግዜ ንነብስኻ ደጊም ሓጢኣት ኣይገብርን እየ ኢልካ ምሒርካ ኢኻ። ሓጢኣት ካብ ምግባር ግን ኣየቋረጽካን። ንኣምላኽ ክንቃለድ ኰይንና ይወቅስ። ንዓኻ ምእንቲ ኸይብድል፣ ድሕሪ'ቲ ኣንጻርካ ምእንቲ ኸይከይድ፣ ካባኻ ምእንቲ ኸይፍለ ይቃለድ ኰይኑ እዩ በሎ። ንኣምላኽ ንኣምላኽ እንብሎ ነገር እንተልዩ ድማ ንሱ እዩ። ኦ ጐይታ፣ ካባኻ እዩ ካባና ኣይኰነን። ብዘይካኻ ሓንቲ ነገር ክንገብር ከም ዘይንኽእል ምሂርካና ኢኻ። ምንም እኳ ንጽድቅን ቅድስናን ክንገብር ካብ ውሽጥና ድሌትና ተላዒሉ ገለ ነገራት ክንሽፍን ግቡእ እንተዀነ፣ ንሱ ግን ብመንፈስካ ኢኻ ክንገብሮ ንኽእል እሞ ካብ ኣእዳውና ምዝርጋሕን ናባኻ ካብ ምጽላይን ምልማንን ሓሊፍና ክንገብሮ ንኽእል ገለ ሓንቲ ነገር የለን። ንስኻ ሓይሊ እንተ ሂብካና ንስኻ ጸጋኻ ኣብ ልዕለና እንተ ኣፍሲስካ ግን እቲ ቅዱስ መንፈስካ በቲ ቅኑዕ ዘበለ መገዲ ክመርሓና እዩ። ንዝሓለፈ ህይወትና ከም ታሪኽ ክቕየር ዝመጽእ ህይወትና ድማ ኣብ ኢድካ ንህይወትና እንዳማመቕና ብጽድቅን ቅድስናን ካብ ሓይሊ ናብ ሓይሊ ካብ ክብሪ ናብ ክብሪ ካብ ጽድቂ ናብ ጽድቅን ካብ ቅድስና ናብ ቅድስና ከይንሰጋገር ዝኽልክለና ውን ሓንቲ ኣይተ ህሉን እዩ። እዚ ግን ንስኻ ህያው ኣምላኽ ኣብ ቀና ናይ ገሊላ ተኣምር ፈጺምካ ነቲ ማይ ናብ ወይኒ ከም ዝለወጥካዮ ነቲ መቐረት ዘይብልና ሕይወትና ናብ ጽድቅ ቅድስናን ዘለዎ ሕይወት ምስ ትቕይሮ ጥራይ እዩ ዝኸውን ብምባል ንኣምላኽ ንንገሮ ንዛረቦ እግዚኣብሔር ድማ ዝሰምዖ ውን ሓንቲ ነገር የለን። ኣብ ቀና ናይ ገሊላ ዝተምሃርናዮ ትምህርቲ እዚ እዩ ነይሩ። ጻውዒት ናይ ኣምላኽ ድማ ኩሉ ግዜ እዚ እዩ። ንምንታይ? እቲ መርዓ ምሳሌ እቲ ንሕና ምስ ኣምላኽ ንዘለና ዝምድና እዩ። ቅዱስ ጳውሎስ እውን እተዛረቦ ቃል እንተ ነይሩ ከም ሓንቲ ንጽህቲ ድንግል ንሓደ መርዓዊ ኣምጺኤልኩም ኣለኹ ይብል፣ ንሱ ድማ ክርስቶስ ኢዩ ትብል። ኣብቲ ራእይ ዮሓንስ እቶም ጽድቅን ቅድስናን ለቢሶም ምስ ኣምላኽ ንዘለኣለም ዝነብሩ እተጸንብሩ ጻውዒት ክዛረብ ከሎ እተዛረቦ ቃል እንተ ነይሩ እታ መርዓት ተዳልያ ኢሉ። ናብቲ መርዓ ዝተዓደሙ ግን ብጹኣን እዮም ዳግመ ዝጽውዑ እሞ ናይ ብሓቂ ምስቲ ገንሸል ምስቲ መርዓዊ ምስ ክርስቶስ ዝምድና ምእንቲ ክህልወና ኣብቲ መርዓ ዕዱማት ኮይንና ምእንቲ ክንርከብ እግዚኣብሔር ብጸግኡ ሕይወትና ክባርኽን ክቅድስን ጎደንና ሕይወትና ክመልእን ሓጢኣትና ይቅረ ክብል ዝመጽእ ድማ ብጽድቅን ብቅድስናን ክሕልወና ናይ ኣምላኽ ሰናይ ፍቃድ ይኹን እግዚኣብሔር ኣእዳውና ንጸሎ ንብርክና ናብ ናብራ ናብኡ ናብ ገጽና ናብ ኣምላኽ ገጽና ናብ ምብርካኽ ኣዒንትና ክብሩ ናብ ምርኣይ እእዛንና ድምጹ ምስማዕ ልሳንና ድማ ክብሪ እግዚኣብሄር ናብ ምዝርራብ ኣእምሮና ጽድቅን ቅድስናን ኣምላኽ ናብ ምምላእ እግዚኣብሄር ብጸግኡ ይደግፈና ኣምላኽ ሓጢኣትናን ኣበሳናን ይቕረ ክብል ዝኽእል ኣምላኽ እዩ እሞ